ሰላም ንዓኹም ኣብ ርሑቕን ቀረባን ብምዃን መደባትና ምክትታል ትርከቡ ተዓዘብቲ ኤሪውድ ዝብል ስያመ ዝተዋህቦ ናይ ዩትዩብ ቻነል ብሓሙስ ዕለት 15 ሰነ ቃለ መሕትት ናይ ስነ ጥበባዊ ገዛኢ ገብረ ስላሴ ኢሎም ኣዳልዮም ናብ ህዝቢ ንዘቕረብዎ ቪድዮ ከም ሰብና ተመልኪትናዮ እንተኾነ ግን ኣብ መእተዊኡ ዝተጠቀሙሉ ንቻነልና ብጠቐነ ንምጥቃዕ ዝዓለመ ዘምስል ትሕዝቶ ዘለዎ ኮይኑ ስለ ዝተሰማዕና ነዚ ዝስዕብ ሓፂር ቪድዮ ክንዝርግሕ ተገዲድና ኣለና ምስላ ኣብ ሕብረተሰብና ንሓደ ሰፊሕ ዛዕባን መልእኽትን ዝሓቐፎ ጉዳይ ብቕርጡው ኣባሃህላን ኩሉ ብዝርድኦ ዝገልጽ ብምዃኑ ከምቲ ንሳቶም ብሓውሲ ምስላ ዝፈለምዎ ብወገና እውን ብተመሳሳሊ በቲ ዘረባ ሓደ ከይሰማዕኻ ኣይትፍረድ ዝብል ምስላ ለባማት ኣበዋት ክንፍልሞ መሪጽና ኣለና ከመይሲ ተኸታተልቲ መደብናን ካልኦት ሰባትን ነቲ ብቻነል ኤሪውድ ዝቐረበ ጥራይ ሰሚዖም ኣብ ልዕሊ ቻነልና ጌጋ ርድኢት ንኸይሕድሩ ካብ ዝብል ሓሳብ ብኸምዚ ዝስዕብ ንቕርቦ ኣለና ሓደ ቻነል ነቲ ምስ ስነ ጥበባውያን ተረዳዲኡ ናብ ተዓዘብቲ ዝዝርግሑ ስራሕ ይብዛሕ ውሓድ ወፃኢታት ከም ዝገብረሉ ንኹሉ ብሩህ እዩ እቲ ዋጋ ከፊሉን ውዕል ፈፂሙን ካብ ኢድ ዋናታቱ ዝተረከቦ ስራሕ ድማ ንመሰል ምሕላው ኮፒራይት ዝምልከት ብወሃብቲ ኣገልግሎት ዩቲብ ኣፍልጦ ተዋሂብዎ እቲ ፍርያት ብስም እቲ ቻነል ክምዝገብ ዝገብሮ ፃዕሪ ካብቲ ቀዳማይ ዕማምን ከም ኣካል እቲ ስራሕ ዝረአን እዩ ስለ ዝኾነ እዩ ድማ ዝኾነ ኣብ ፍርያት ስነ ጥበብን ካልእ መደባትን መዊሎም ወይ እውን ዓዲጎም ኣብ ዩትዩብ ኣብ ምጽዓን ዝነጥፉ ወነንቲ ቻነላት ኣብ ጉዳይ ሕጊ ኮፒራይትን ምስኡ ዝተሓሓዝ ነገራትን ኣፍልጦ ክህልዎም ግድን ዝኸውን ዝኾነ ቻነል ልዕሊ 15 ካልኢት ዝኸይድ ካብ ሕጋዊ ዋንነቱ ናይ ካልእ ቻነል ኮይኑ ተመዝጊቡ ዝጸንሐ ፍርያት ብኢደ ዋኒኑ ቀንጭቡን ቆናጭሉን ምስ ዝጥቀም ድማ ብዩቲብ ብመሰል ምግሃስ ናይ ኮፒራይት ይሕተት ብመሰረት ኣሰራርሓ ዩቲብ ዝኾነ ዝፀዓም ቪድዮ ኣቐዲሙ ብኮፒራይት ተመዝጊቡ ዝፀንሐ ምዃኑ ንዝመፆም ሓበሬታ ወይ እውን ብወነንቲ ናይቲ ፍርያት ዝቕርበሎም ጥራዓን ብምስማዕ ነቲ ኣብ ከምዚ ዓይነት ንጥፈት ዝተረኽበ ቻነል ኣብ ውሽጢ ሓደ ሰሙን ዝፍፀም ሰለስተ ኣማራፂታት ዝሓዘ መሕበሪ ይልእኽሉ ቀዳማይ፣ ሰብ ቻነል ስቕ ኢሎም ንሸውዓተ መዓልቲ ድሕሪ ምጽባዮም እቲ ቪድዮ ብዩቲብ ክድምሰስ። ካልኣይ፣ ንጥርዓን ዘቕረቡ ወነንቲ ቻነል ረኺቦም ብምዝርራብ ነቲ ኣብ ልዕሊ ቻነሎም ዝቐረበ ጥርዓን ከስሕብዎን እቲ ቪድዮ ክቕጽልን ሳልሳይ ጉድለቶም ኣሚኖም ነቲ ቪድዮ ባዕሎም ብምድምሳስ ንቻነሎም ካብ ክምዝገበሎም ዝኽእል ክሲ ናይ ኮፒራይት ሪከርድ ምድሓን እዚ ዝተጠቕሰ ኣሰራርሓ ንሰማዕቲ ብሩህ ንምግባር እምበር እዚ ዓይነት ኣካይዳ ናይ ስራሕ ንዝፈልጥዎ ወነንቲ ቻነላት ምንጋር ኣየድልዮን እዩ ብዝኾነ ንቐፅል ቻነል ኤሪውድ ኣቐድም ኣቢልና ከም ዝጠቐስናዮ ልዕሊ 15 ካልኢት ንዝኸይድ ብዩቲብ ኮፒራይት ከም ዘሕትት እናፈለጡ ኣብዛ ኣዕፅዮምና ብምባል ስም ቻነልና ከምርርዎ ዝህቁኑ ዘለዉ ቪድዮ ግን እዚ ኣፍልጦ ናትና ከም መወከሲ ተጠቂምናሉ ዝብልዎ ዘለዉ ናይ ድምፃዊ ኤፍሬም ሚዘር ቆንጪሎም ብምውሳድ ብገምጋም ክሳብ ሓሙሽተ ደቂቕ ዝኸይድ ናይ ፈነወ ግዜ ዝሽፍን ምጥቃሞም እቶም ኣቐዲሞም ነቲ ቪድዮ ዝረኣይዎ ዝምስክርዎ ሓቂ እዩ እቲ ዝገርም ግን እታ ሓቂ እዚ እናኾነ ከምዚ ዕጾ ገይሮምና ኢሎም ኣብቲ ዝገበርዎ ጉድለት ንቻነልና ከም ጌገኛታት ኣቕሪቦም ዓገብ ኣባህሉና ዝትሕዝትኡ ምቕራቦም ንባዕሉ ዓገብ ዝበሃሎ ጉዳይ እዩ ብዝኾነ ሕጂ እውን ንቐጽል ዝኸበርኩም ተኸታተልቲ ልዕሊ ኩሉ እቲ ቪድዮ ንሰዓብትናን ነቲ ካልእ ተዓዛብን ኣብቲ ከመርእስቲ ዝተላዕለ ናይ ኣልቡም ንሻነይ ዛዕባ ሓቂ ንምዕባጥ ኮነ ኢልካ ከም ዝተገብረ ንኸእምን ዝሃቀነ ዘረባ ኮይኑ ስለ ዝተሰማዓና እቲ ሓቂ ከምኡ ዘይምዃኑ ክነነጽሮ ንደሊ ከምቲ መእተዊ ዝጠቐስናዮ ዘረባ ሓደ ሰሚዕኻ ኣይትፍረድ ከም ዝብልዎ ተኸታተልቲ ሓቂ ክፈልጥዎ ኣለዎም ተባሂሉስ እቲ ድሮ ቅድሚ ቃለ መሕትት ምስ ድምፃዊ ኤፍሬም ኣረፋይነ ምግባርና ብመንገዲ ቻነሎም ብድምፃዊ ገዛኢ ገብረ ስላሴ ብዛዕባ ኣልበም ንሻነይ ንዝተባህለ ዘረባ ንህዝቢ ንጹር መልሲ ንምሃብን ነቲ ዝተረኽበ ኣጋጣሚ ብምጥቃም ድምፃዊ ኤፍሬም ከ ኣብቲ ጉዳይ ኣፍልጡ እንታይ ነይሩ ብመንገዲ ጋዜጠኛ ኣስመሮም በርሀ ተሓቲቱ ነይሩ እዩ። ነታ ሓሳብ ከመይ ተቐቢልካያ መጀመርታ? ምስ ህይወትካ ምትሕሓዝ ኣለዋ ዲኸ እታ ደርፊ? ኣይ እታ ደርፊ ምስ ህይወተይ ምትሕሓዝ ይብላን ክስራሕ እንከላ እውን ንዓይ ኢላ ኣይኮነት ተሰሪሓ። ገዛኢ ገብረስላሴ ኣባል ጉጅለ ባህልና ኣምቼ ኣልበም ሙሉእ ንዕያ እታ ስራሕ ተሰሪሓ። ናይ ገለ ዕንቅፋታት ሽዑ ኣብ ዕዳጋ እንግለን ቁሩብ ፀገማ ስለ ዘጋውነፈ እሞ ብኤፍሬም ንስርሓያ ተባሂሉ። መፅዮም ሓሳባት እውን እዩ ፀገም የለን ፍቃደ ገዛእ ጥራሕ ፍቃደኛ ይኹን ምክንያቱ ደኺምላ እዩ ንፉዕ ኣርቲስት እዩ ዘንቆ ደረፋይ እዩ ብሓንሳእ ኢና ጉጅለ በሃልቲ ከዓ ተጠርኒፍና ክልተ ሽሕን ሓደን መጀመርያ ማለት እዩ ደሓር ናባይ ምስ መጸት እውን እቲ ሜጀራት ኣብኡ ዘለዎ ናይ ቄርቆም ብናይ ገዛኢ ስታይል ብናይ ገዛኢ ሜጀር እዩ ተሰሪሑ ጸኒሕኒ ድምጺ ጥራሕ እየ እትየሉ ምስ ህይወተይ ምትእሳር ይብላን ከም ዝበልኩኻ ንዓ ኢላ እትሰርሐት ስራሕ ኣይኮነትን ነይራ
እስከ እዚኣ ካብ ኣልዓልካያ ሲ ሎሚ ቅነ ከምታት ንእሽተይ ነገራት መጺኡ ኣሎ ገዛእ እውን ዕላል ዝገበሮ ኣብ ዩቱብ ንሽተይ ተዛሪብሉ ኣሎ እቲ ኩነታት ብኸመይ ኹም ናብ ናባኻ ከም ዝቕየር ኮይኑ ሽዑ እንታይ ኮይኖም መጀመርታ ብኣኻ ዘይሰርሕዎ ንምንታይ ዳሓራይ ኣምፅኦምኻ እታ ኩነታት እስከ ከመይ ነይራ ኣለና እወ ሕጂ እታ ንሻኒ ትብል ኣልቡም ብምልእታ ብስርሒት ሓሙሽተ እያ ተመዊላ ግንባርና ማለት እዩ ንገዛኢ ወጻኢታት ገይሮምሉ፣ ሓይለ ዝግብርሃነ ግጥምን ዜማን ኣዳልዩ፣ ፋኑስ እውን ተዋሲኡ ኣሎ ኣብ ገለ ግጥምታት ተሰሪሓ። ሕጂ እቲ ገንዘብ ግን ብመልክዕ ክሬዲት እዩ መጺኡ ዘሎ ካብ ግንባር ማለት እዩ፣ ወጻኢታት ናይታ ኣልቡም ማለት እዩ። ብጣዕሚ ኣነ ከማን ከም ገዛኢ ገይረ ሰሪሐ ይብልን እየ እተን ሰለስተ ዘመናዊ ጓይላ ብጣዕሚ ንፉዕ ድምጻዊ እዩ። ኣዝየ ዘድንቆ ጽቡቅ ምቅራብ ሕውነት እውን ነርና ከም ዝበልካ ሓደ ጉጅለ ባህሊ ኢና ተሰሪሓ ምስ ወደእት ሳምፕል ኣውጺኦም ናብ ዕዳጋታት ይኸዱ ማለት ናብ ዘርጋሕቲ ኣካላት ሙዚቃ ቤታት ነበረ ሕጂ ቁሩብ እንታይ ይብል ኣነ ወላ ሽዑ ዝነብጽ ነበረ ሓሳባት በቶም ዘርጋሕቲ ኣካላት ድምፁ ጥዑም እዩ ግን ኣምቸ ስለ ዝኾነስ ቁሩብ ትግርኛ ሕዚ ወልፂ የለን እወ ገለ ኢሎም እታ ዕዳጋ ተኣብዮም መስለኒ ሕጂ ሃይለ ዝግብርሃነ እዩ ዳርጋ ተዋጢሩ ምክንያቱ ክረዲት እዩ እዚ ገንዘብ እዚ ተሸይጡ ክምለስ ኣለዎ ናብ ግንባር ድሓር ምስ ሓለፍትና ተዘራሪቦም እሞ ገለ ፍታሕ ግበሩ እዛ ስራሕ እዚኣስ ገንዘብ ሒዛትልና እያ ኮፍ ኢላ ዘላ ስለዚ ዝኾነ መፍትሒ ግበሩ ተባሂሉ ሃይለዝጊ ሓሳብ የምፅእ እሞ ብኤፍሬም ተሰራሕና እያ እንታይ ይመስለኩም ፅቡቕ ፍቓደኛ ይኹን ንሱ ሕተትዎ ተባሂሉ ከምዚ ዝብለካ ሃይለዝጊ ብርሃን ይሓተኒ ኤፍሬም ከምዚ ከምዚ ፀገማት ኣጓኒፍና ኣሎ እታ ኣልቡም እኳ ሒዝናያ ኮፍ ኢልና ኣብ ኢድና ሓውያትና እንታይ ንግበር በዛ ትፈልጦ ኢኻ ንፉዕ ኣርቲስት እዩ ግን ኣብቲ ፕራውዜሽን ናይ ትግርኛ ቁሩብ ጸገማት መጺኡ ኣሎ ዕዳጋታትካ ከምኡ ኢሎምና እምበር ተኣምር ገይሩ እዩ ሰሪሕዎ ብዘይ ቀልዓለም ደቃሎም ሕጂ እዋእ እሞ ጸገም የለን ግን ገዛእስ ደኺምሉ እዩ ኣርትኻ ኩሉ ግዜ ናይ ሞራል እዩ ሞራሉ ክትንከፍ እዩ ስለ እሱ ፍቃደኛ ይኹን ዶ ተዓዊተ እንዳበለ ለኺሙ ለፊዑ ክንደይ ፕሮቫን ክንደይ ላዕን ታሕትን ኢሉ ዝሰርሖ ስራሕ ሃንደበት ከም ዝኾነ ከሎ ኣነ ንውሽጠይ እውን ኣብ ቦትኡ ኮይነ ተተንኪፌ ምሻልካ ተሰሚዕኒ ሓቂ ዘረባ ኤፍሬም ተዝኾንኩ እንታይ ምኾንኩ ብጣዕሚ ሕልናይ ክስበር ነው ስምዒታይ ብጣዕሚ ክትንከፍ ግድን እዋ እኒሃው እሞ ምስ ገዛእ ተዘራረቡ በዛ ፍቃደኛ እንድሕር ኮይኑ ጸገም የለን ምክንያቱ ናይ መሳርሕቲ ሓዊ እዩ ጽቡቅ ፍቅሪ እውን ኣለና ብዓብይኻ ወዲ ጉጅለ ባህሊ እዩ ስለዚ እሱ ፍቃደኛ ይኹን እሞ ኣነ ክሰርሕ ወላ ሓንቲ ጸገም የብለይ ንገዛ ኣዘራርቦ ብሎም ኣዘራሪቦሞ ኣማራፂ ይብሉን ክኣሱ ተረዲእካኒ ምክንያቱ ከም ዝበልኩኻት መወላካ ብግንባር እዩ ዘሎ ሕጂ ገዛኢ ከምዚ ኣብሉኒ ኣለዉ እንታይ እሞ ክገብር ኤፍሬም ኢሉ ፈትየ ኮንኩ ዓብዪ ግንባር ከዓ ገንዘብ ወፃኢታት ስለ ዝገበረላ ንዓይ እውን ከቢድ ነገር እዩ ኮይኑ ዘሎ ገለ ክበሃል ኦኬ ሕጂ እተን ሰለስተ ዘመናዊ በተን ዝፀንሐ እንቅዲ ሰሪሕናየን በቲ ናይ ገዛኢ ሬንጅ ይኹን ሜጀሩ ገልመል እዩ ዋላ እቲ ኮምፖዚሽን ተወደ ማለት እዩ ኣብተን ጓይላ ግን ክቕይሬን እየ ሓድሽ ኮምፖዚሽን ንስራሕ ከም ብሓድሽ ኮምፖዝ ዝገበራ እሞ ዝቀያየር ኣብቲ ኢንትሮ ብሪጅ ኣብቲ ግጥምታት ዝቀየር ኣብ እቲ ዜማ ብገለገለ ምቅያራት ዘድልዮን ሕኮ ኮይኑ ክንቅይረን ኣብሎን ሓይለ እዝጊ ኦኬ እተን ጓይላ ከም ብሓድሽ ሽዑ ሰሪሕና ብሓድሽ ቅርፂ መሊእነ እተን ሰለስተ ዘመናዊ በተን ፀናሓ ተሰሪሓ ማለት እዩ ሕጂ ዝመስል እቲ ስራሕ። ከምታ ናቶም ጼያዶ ትብላ እሞ ብናቱ ሬንጅ እንተድኣ ዝተሰርሐ ፈቲኻዮ።
እወ ሕጂ ብርግጽ ኣብቲ ዘመናዊ ኮንዱኡም ጼያ የብልኛን ምክንያቱ ተኣምር ድምጺ እዩ ዘለዎ ገዛይ ኣብ ጓይላ ግን ጽቡቅ ሰሪሐ የብላን ዘመናዊ ግን ልክዕ ከም ናይ ገዛ ተጀምጽካ ምስ ዓመይ ፈቲነ ኣብ ህዝቢ ከኣ ጽቡቅ ተሰሚዑ የብላን ተሰሪሓ ከኣ ተሸይጣ ትኣሉ። እቲ ሓቂ ከምቲ ድምጻዊ ገዛኢ ዝቦሎ ንሻነይ ትብል ኣልበም ንዕኡ ተባሂላ ዝተዳለወት ክነረጋግጽ ክኢልና። ከም ውጽኢቱ ኣብቲ ምስ ሚዘር ዝተገብረ ቃለ መሕትት ድማ ከመርእሲ ናይቲ ዝዘርጋሕናዮ ቪድዮ ኣቕሪብናዮ ኣለና። ስለዚ ምእላይ ናይታ ብኮፒራይት ዝተኣገደት ቪድዮ ሓቂ ንምዕባት ዝተግብረ ዘይምዃኑ እዚ ኣብነት እዚ እኹል ምስክር እዩ እምበሺ ምስ ወነንቲ ቻነል ኤሪውድ ኣብ ተመሳሳሊ ንጥፈት ብምህላውና ጽባሕ ንጎ ውዒሉ ሓዲሩ ብስራሕ ምርኻብና ዘይተርፍ ምዃኑ ተገንዚብናስ ቅድሚ ተሃዊኽና ናብ ዩትዩብ ስምዕታ ምቕራብና ኣብ ሰዓቱ ንዝፈጸምዎ ጉድለት ሕውነታዊ መንገዲ ከነዘራርቦም ሓሲብና ዘይነበርና ኣይኮናን ድሕሪ እቲ ቪድዮ ምዝርግሑ ኣብ ዝነበረ ሒደት መዓልታት ብዕለት 13 ጉንበት ገለ ካብቲ ምስ ናይ ቀረባ መሳርሕትና ኣብ እዋኑ ዝገበርናዮ ዝርርብ እነሆ ኣይ ካብ ተዳዋልና ኢለ ረሲዐ እንዴት እቲ ናይ ኤሪ ውድ እዚ እትዮም ኣለዎ እዚ ናይ ኢንተርቪው ስኒ ኣብ ኢትዮጵያ ደም ድሎ ወላ በስመራ ክብለካ ኢለ ሰው ክንዘራረብ ቀደም መጀመርታ ብጣዕሚ ብዙሕ ሚኒት ከይደሉ ብኸመይ ደው ኢለልካ በቃ ጽቡቅ ሓረ ደሓን ብኢሜይል ከዘራርቦ እሞኒ ቅድሚ ዝኾነ ነገር ሲለ ካብ ክሌም ገይረ ኮፕራይት ገለ ደሕዞም ከዘራርቦ ምሓይሽ እሱ እንታይ ከም ዝብሉኻ ንሰምዖ ማለት እዩ እንተኾነ ግን ብቐረባ ክርከብሉ ዝኽእሉ ስልኪ ቁፅሪ ይኹን ወይ እውን ኢሜይላት ኣብ ቻነሎም ተፃሒፉ ብዘይምንባሩ ሓሳብና ክሳኻዕ ኣይከኣለን ድሒሩ ግን ንሓደ ካብ መሳርሕትና ብስልኪ ዘራሪቦሞ ብወገኑ ቁፅሪ ስልክና ከም ዝሃቦምን ቁፅሪ ናይ ዝደወለሉ ሰብ ድማ ንዓና ብምሃብ እንተደዊሎምልና ተቐቢልና ክነዘራርቦምን ክንረዳዳእን ሓደረኡ ኣሕሊፉልና እዩ ንሕና እውን ፍቓደኛታት ኮይና ንፃውዒቶም ኣብ ምፅባይ ነርና ድሕሪ እዚ ግን ብዛዕባ እዚ ጉዳይ ንምዝርራብ ዝደወለልና ኣካል ኣይነበረን ብዓቢኡ'ውን ኣብቲ እዋን እቲ እታ ቪድዮ ድሮ ካብ ዓይኒ ረኣይቲ ተደምሲሳ ብምንባራ ካብቲ ብዩትዩብ ዝተዋህቦም ኣብ ውሽጢ ሰሙን ዝፍጸም ሰለስተ ኣማራጺታት ነቲ ኣብ ቁጽሪ ክልተ ዘሎ ገዲፎም ካብቲ ዝተረፈ ምርጫ ነቲ ቪድዮ ከም ትእለ ክትከውን ክኢላ እያ ብዝኾነ ብወገና ስቕታ ቀዳማይ ምርጫና እኳ እንተነበረ ስቕ ምባልና ግን ነቲ ዝበዝሕ ሰብ እቲ ንሳቶም ዝበልዎ ጥራይ ቅኑዕ ክመስሎ ስለ ዝኽእል ኢና መርትዖ ብምስናይ ምላሽ ክንህበሉ ተገዲድና ካብዚ ዝሓለፈ ግን ናይ ዝሃብናዮ ግብረ መልሲ መልሲ ንመሃብ እናተባህለ ምስ ዝቕጽል ንተኸታተልቲ ኣብ ዘየድሊ ሓሸውየ ምእታውን ነቲ ጉዳይ ካልእ ዘይተደለየ ስእሊ ብምሃብ ኣብ መንጎ እዞም ክልተ ስነ ጥበባውያን ንደገፍቶምን ክንዲ ፍቕሪ ዘይተደለየ ጽልእን ቅርሕንትን ምዝራእ ብምዃኑ ነቲ ጉዳይ ካልእ መልክዕ ንምትሓዙ ምፍታን ኣይግድን ብምባል ንኹንኖ ንእግረ መንገድና ነዚ ኣጋጣሚ እዚ ተጠቂምና ቻነልና ኤሪቢትስ ቻነል ንቻነል ኤሪውድ ዕቤትን ሰናይ ናይ ስራሕ ዕድልን እናተመነና ነቶም ከይፈተና ጉዳይ ዛዕባና ዝገበርናዮም ክልተ ስነ ጥበባውያን ሃገርና ንሓውና ስነ ጥበባዊ ገዛኢ ገብረ ስላሴን ንስነ ጥበባዊ ኤፍሬም ኣረፋይነን ሚዘር ድማ ከም ኩሉ ደላይ ጽቡቕ ሰናይ ናይ ስራሕ ዕድልን ብሩህ መጻእን ክኾነሎም ኪኖ ምምናይ ኣብ ሓደ መድረኽ ክንሪኦም ተስፋና እዩ እናበልና ክንፍለየኩም ንምክትታልኩም ኣዝዩና ነመስግን ቻነል ኤሪቢትስ